ትማልስ ብዙሕ ስለ ለይተጋነና ነርና መቐለ ዶ ኮይኑ ይኾን ገለ ብዛዕባ ክላ ሰጋእኹ ነረ ኣይ እሱ እኳ ቅድሚ ሰሙን ዝሓዝናዮ ፕሮግራም ስለ ዝኾነ ያ እሱ ኢለ ቆሪፀ ከላይ ደለኹ ዳስዋይ እስካ ክትፀበኹ ያ እንዳውም ኣነ እሱ ምርኣይ ልቆፀሮ ልንሄካ ኮሚትመንት የርእልካ ትኽክል እሱ የርእልካና እሱ ቅድሚ ምውጋዕና ግን እስኪ ቴዲ ካብ ቁልዕነትካ ንጀምር እሞ እስኪ ስለ ቁልዕነትካ ኣውግዐኒ። ጽቡቕ ማለት ብጣዕሚ ሰፊሕ ደኣ ኮነ ሓደ ሰብ ብዛዕባ ቆልዕነቱ ከውግዕ ተኾይኑ መዓት ታሪኽ ቦታውን ግዜውን ለይከኣኽለካ ይኽእል እዩ። ኣነ ተወሊደ ልዓበኹሉ እዚ ከተማ ማይጨው እዩ።

ዶክተር ደበሳይ ንበሃል ነይሩ ኣብቲ ናትና ታይም ከይድና ማዕረ ሰላሳ በሓር ዛፍ ብሓሙሽተ ቅርሺ እናሰርሕና ቤተሰብና ንሕግዘሉ ግዜ ነይሩ እቲ ቀደም ተረዲካ እና ኣተዓባበይ ካብቲ ወዲ ማጮ ዝተፈለየ ዝዓበኹዎ ኣተዓባበይ ብለይ ሓቂ ምንገር ቤተሰብና ብኸምኡ ኢና ኣብዕዮምና ተኳ ደኣ ንቤተሰብና እኳስ ንሕግዝ ነርና ኣብቲ ነበርናሉ ግዜ እና ኣተዓባበይ እዚ ይመስል ስፔሲፊክ መብዛሕትኡ ኣብ ዜሮ ሰለስተ ቀሌ ገለ እንደ ተወሊደ ግን ንዓዋ ኩሉ ዜሮ ሓደ እዩ
ተወሊድካ ካብኡ ንታሕቲ
ዋላ ተሓዚሉ ክኾን ይኽእል እዩ ዝተወለዱ ኩሉ ነግረካ ኣለኹ ኣነ ዜሮ ሓደ ብዙሕ ናይ ቁልዕነት ሜሞሪ ካሊ ዜሮ ሓደ ክዝክሮ ይኽእል እዩ ወለደይ ስለ ነገሩኒ እዮም ዜሮ ሓደ እዮም ብኡ ብብል ይደሓስ
ዜሮ ሓደ ኣለሃለኻ ግን እስኪ ካብ ተዘውትሮም ነበርካ ቆልዓ ተዘውትሮም ነበርካ ጨዋታታት ክህሉ ይኽእሉ እዮም ቦታታት ክህሉ ይኽእሉ እዮም ውይ መዓት መዓት ታሪክ ንኸዚ ዜሮ ሓደ ልዓበይ ሰብ እቲ ከባቢ ትፈልጦ እንተኮይንካ መንእሰይ ብበዝሒ ህፃውንቲ ቆልዑ ኮይና ንዓበሉ ወይ ደሞ ንጫወተሉ ቦታታት ሼል ማድያ ዝበሃል ቦታና ዜሮ ሓደ ቴሌ ዝበሃል ነይሩ ኣብቲ ከዚ ህንጻ ዓሪፉሉ ዘሎ ቦታ ማለት እዩ ኣብኡ ኢና ንውዕል ኔርና ብዙሕ በቃ እታ ሞይ ለካ ብዙሕ ታሪካት እዩ ሓሊፉ እውነት ልምንጋር ከዚ መዓት እዩ መዓት ሚሞሪ ኖት ቆልዑ ኮይና ኣብኡ ኢና ንጫወት ኔርና ኣብ ልተፈላለየ ነገር እና ቆልዕነተይ ብጽቡቕ የሕሊፈ ኢለ ልሓስብ እቲ ግዜ እሱ ሶ እንትን በለስ ትቆፍሩ ነይርኹም ኢኹም ኣነ ብዙሕ የስታውስ እየ በለስ በተለይ ሼል ኣካባቢ ይሽየጥ ነይሩ እዩ ገለ ማለት ብዙሕ ዓብዮ ይኾንካ ግን ብናትኩም ግዜ ሃመይ ነይሩ ኣብኡ ዝነበረ መብዛሕትኡ እቲ ከባቢና እትፈልጦ ማሕበራዊ ናብራ ማለት ማእኸላይ ወይ ድማ ትሑት ንነብረሉ ከባቢ ሰፈርና መብዛሕቱ ህፃን ቆልዓ ተወሊዱ ዓርሱ ስካብ ዝፈልጠሉ ግዜ ምስ ፈለጠ መብዛሕቱ ዓርሱ ዝኽለሉ ግዜ ኩነታት እዩ ነይሩና። በለስ ብስነ ስርዓት ነወፍር ነይርና ምስ መሓዝትና። ክረምቲ ሙሉእ ሸቂልና ባዕልናን ቤተሰብናን ንሕግዘሉ ኩነታት ነይሩ እቲ ግዜ እሱ ማለት እዩ። ኸዚ መብዛሕትኡ ምስታ ናይ ሎሚ ቆልዑ ትሪኦም ተለኻ ንሕና ለሕለፍናዮ ግዜስ ትፈላለ እዩ። ኸረምቲ እኳስ ንዓርፈሉ ኩነታት ኣይነበረ ቢያንስ ሸቂልና ቤተሰብና ኢልባዕልና ንኸለሉ ግዜ እዩ ነይሩና። እቲ ቁልዕነትና ብኸምዚ እዩ ሓሊፉ መብዛሕትኡ ግዜ። ኣብ ሓጋይ እውን ብተመሳሳሊ ዕንጨይቲ ኸይድኻ ምስ ቤተሰኻ ትሕግዘሉ ኩነታት ነይሩ እና ናይ ቁልዕነት ግዜና ብከምዙይ ሓሊፉ ኢለ ክነግረካ ይደሊ ካብኡ ብፍሉይ ቀደም ኣብቲ ቆልዕነተይ ካብኡ ወፃኢ ሓደ ሓደ ስራሕቲ ይሰርሕ ነይረ እየ ቆልዑ ናሃለና ገና ኤለመንተሪ ስኩል ናሃለና ውፅኢና ሓደ ሓደ ነገር ሽዑ ፅቡቅ እንቅስቃሴ ሰለለይነበረ ምስቲ ነበረ ግዜ ወጺና ውን ከምዚ ሱቅ በደረቲ ሒዝካ ቤተሰብካ ትሕግዘሉ ኩነታት ነይሩ እዩ። ብስነ ስርዓት ሙሉእ ከተማ ዋላ እኳ ኣይትዙር ኣብቲ ሰፈርካ ውሽጢ ከምኡ እናሰራሕና ቤተሰብና ንሕግዘሉ ንባዕልና ንኾነሉ ግዜ ነይሩ እዩ። ያ ቤዚካሊ ሴንተር እዩ ነይሩ እታ ኣካባቢ እዎ ንሱ ደግሞ እዎ ዜሮ ዜሮ ሓደ ሓደ ደግሞ እዎ ሴንተር እዩ ነይሩ።
ዜሮ ሓደ እዎ ከባቢ እዚ ናይንዲስ ባዕሉ እዚ ኤዲስ ምናምን እዚኦሙ ሓደ ሰንተር እዩ ነይሩ ናቲ ከተማ ናይ መጀመርያ ከተማ ውን ኣብቲ ዜሮ ሓደ ስለዝነበረ ቅድሚ ምፍራሱ እና ፅቡቕ እና ነዲ እንቅስቃሴ ነበሮ ቦታታት ኸባቢ ስለ ዝነበረ ፅቡቕ ዓርስና ከይድና ንህረሉ ግዜ ነይሩ ቆልዑ ኮይና ኣለካ ኣለኹ እንትና ሎም ቆልዑ ኣብ ጨዋታ ገለ ዘይኮነስ ቤተሰብና ብምሕጋዝ ዓርስና ብምኽኣል ኢና እቲ ግዜ ነሕልፎ ነርና ማለት እዩ ቆልዑ ናሃለና ብጣዕሚ ለባም ኢኻ ነርኻ ማለት ካብ በሽዕሉ ነዘ ዋላ እኳ ሃምዋል ተሌት ኻለ ግን ተረዲእና ነይሩ ሽዑሲ ዓርስኻ ሃመያም ትኽእል ቤተሰብካ ሃመያም ትሕግዝ ኣብቲ ግዜስ ይርደአና ነይሩ ቆልዑ ኮይና ማለት እዩ በይ ካብ ተፈለየ ልቢ ሃልዩና ይኾን ሓቂ ንነገር። ሓደ ትዝ ዝብለኒ ነገር ቅፅል ስም ነይርካ እና ምስኣኻስ ብጣዕሚ ከተሓሕዞ ኢለ ብጣዕሚ ክተሓሓዘኒ ኢለ ይኸኣለ እና ቅፅል ስምኻ ነበረ ቅፅል ስምኻ ንገረኒ እሞ ድሕሪኡ ሃመ ኢልካ እዚ ቅፅል ስም ሓው ኢለ ኢለ ሓስብ ኩሉ ግዜ ኦኬ ኸዚ ማለት ነዊሕ ታሪክ እንደለዎ ዝቐፅል ስምሱ ሓቂ ንምንጋር ሽዑ ቆልዓ ኮንካ ብዙሕ መፀየቂ ስራሕ ትሰርሕ ከዓ ዕንቅፅና ስራሕ ትሰርሕ ከዓ እና ሕድሕድ ወዲ ሰፈር ብምሉ ንነውዓሉ ስም ይወሃቦ ነይሩ ከምዚ ሳጓዲ ገለ ዝበሃል ማለት ዝቐፅል ስም እና ሽዑ ብዙሕ ታሪክ ዕንቅፅና ነይሩ ተረዲካ ድዩ ምስ በልካ ምስ ሰፈር ብዙሕ ምባኣስ ነይሩ ምስ ደቂ ሰፈርካ ከፍቲ ሓደ ሓደ ብሊጾም ነይሩ ኢኻ ሽዑ ልኾነ ስም ይዋጋካ ካብ ኦሮሞ ተንኮላት ህጻውንቲ ቆልዓ ኮንካ ስትሰርሖም ዕንቅጽናታት ነይሮም እና ብኡ ልትላዕለ መላእኩ ተሰማ ልባሃል ቆልዓ እዩ ስምላው ጸለ እና ኣጋጣሚ ኮይኑ ምሳኻ ሞክሽ እዩ መላእኩ ትፈልጦ ትኾን ወዲ ዜሮ ሓደ ኣዲስ ኣበባ ይነብር ኸዚ መልእክተ ሰማይ እዩ ኣውጺኢለይ የረእኒ እሞ ዝገብሮ ነገራት ናተዓዘብ።
ሶ ሓደ ግዜ ምስ ሃበካ በቃ ጸኒዑ ቀርዩ። በቃ በቃ በቃ ብዙሕ ታሪክ እዩ ማለት እዚ ኣብ ቁልዕነትካ ትገብሮ እንድዩ ዕንቅጽና ተንኮል ሓደ ሓደ ኣይእዘዝ ማለት ነገር ክልክእል እዩ ኣብቲ ህጻን ቆልዓ ኮንካ ዓብዩ ሓውካ ናዓ ትብለካ ተሎ ገለ ትገብሮም ነገራት ክህልዩ ብኡ ዝተላዕለ ይመስለኒ እምበይ ሕማቅ ሰብ ነይራ ይኮን ሓቂ ንምጋር እዚ ስም እዚ ሲ that's why ብዙሕ ክቅጽል ኣይከኣለ ምስቲ ናተይ ተግባር ኣብ ቁልዕነት ነይሩ እዩ ሓቂ ንምንጋር ስቲል ተወሰኑ ሰባት ክጽውዑ ንክእል እዮም ብኡ ግን ነዊሕ ኣይከደይ ስም እዚ ሓቂ ንምንጋር እዚ ነይሩ እቲ ታሪክ ኣብ ሓጭር ግዜ ዝነበረ እዩ ማለት እዩ እሱ እወ ነይሩ እንድዩ እቲ ቁልዕነት ነይሩ እዩ ላይክ ክንደይ ብለካ መሲልካ ኸባቢ ዓሰርተ ዓመት እስካብ ዓሰርተ ሽዱሽተ ዓመት ኣካባቢ ናሃለኹ ተኸታታሊ ሽዱሽተ ዓመት ነይሩ እዩ እቲ ስም እዚ
እና ግን እቲ ሰብ ሱስ ሃም ብጣዕሚ ተሰማዕነት ነይሩ ድዩ ማለት ሃሙ ትስይመካ ተሎ ላይ ቆራፅ ሰይጣን ኢሉ ትስይመካ ተሎስ ተሰማዕነቱ ክንዲ ምንታይ ነይሩ ያ ማለት ሓደ ናት ሰፈር ብዕድመ ኳላ ተለይኮነ ደሓን ኣልነረ ቆልዓ እዩ ተቐባልነት ነይርዎ ኩላትና ዋላ እኳ ስም ንሱ ይሃበና ክህና ዋላ ይኻል ስም ትፈልጦ ኢኻ ሓደ ሰፈር ብሃም ሃም ልውፃእ ብትገብሮ ተግባራት ስም ይወፅእና ሽዑ እቲ ቆልዓ ልረእየ ነበረ ምንቅስቃሰት ይኹሉ ላይ ከይተሓጠሉ ፅቡቕ ስለሌረዮ ስም ዝሂብኒ ማለት እዩ እና ለውሕ ግዜ ኣይቕበሉ ነይረ ሓቂ ንገር ዋላ ከዚ ላይ ደስ ኣይብለካ ነይሩ ኖ ኖ ስትሩ ዋላ ማለት ሲ ወራ ሰይጣን ኢልካ ስም ክዋሃብ ሰይጣን እያ ማለት ቴዲ በፍጹም እኮ እዩ ዝኾነ ንሽቱን ነገር ትርኢ እንዲኻ ዋላ ድሕሪ ትኸይድካ ትሓስቦ ተለካ ዝሰብስ ኣይመፀልካ ይና ሃመይ እዩ ኢለ እየ ወንደር ይገብር ነይረ። ያ ትክክል እዩ ሓደ እንዶ ብዚ ኣጋጣሚሲ ምስ ኣቀድም ቅድሚ ካብዚ ዓዲ ምውፀይ መንገድ ትራንስፖርት እናሰራሕኩ እናሃለኹ ኣልጋነሽ ትበሃል ኣላ ከዚ እኳ ትፈልጣ ትኾን ኢኻ ብሓደ ኢና ንሰርሕ ነርና ከዚ ኣጋጣሚ ተምሃሮ ይመፁ እሞ ብዙሕ ትሕብር ንገብር ነርና ሽዑ ማንም ሰብ ኣይፈልጦይ ካብ ዝተፈላለዩ ከባቢ ይመፁ እሞ ቕርሺ ገለ ይሓጽሮም መፈተኒ ሓምሳ ቕርሺ ድያ ገሊኣ ነይራ እታ መፈተኒት ስለዚ ካብ ኪስና ናብ ዋጻና ገለ ገለ ንኸፍል ትርኢ ተላ እባ እዚስ መን እዩ ቑራሴታ ዶ ድንግጻ ዶ ካብ ኣምጽኣቶ ኢለ ኣጋኒኑ ማለት ኣበይ ድዩ ቁራጽ ሰይጣን ተባሂሉ እስኮ ቁራጽ መልኣክ ክበሃል ዝግብኦ ገዛ ዕላማ ቁራጽ መልኣክ እያ ትኽክል ቁራጽ መልኣክ ትትሊ ጽቡቅ ትትሊ ጽቡቅ ነይሩ ኣይውሽ እቲ ቆልዓ ሃሙለለኒ ንቲ ጋቢኡ ግዛዕ ኢለ በቃ ጠይቃትና ምስ ጠይቃን ለኻ ብሓሚ ወጺካ ግዛዕ ኢላ ጠይቃትን ማለት እዩ ሽዑ ቆልዓ ኮንካ ኣቤት ናበልና ንጽዋዕ ነርና ስመይ ጽቡቅ ጽውዕ እንተሎ ኣቤት ይብል ነረ ደሓር ግን ታይ ስምዚ እንዴ ከምሰኣኒ ከዲ ገለ ልብል ዋላ ብጋዜጣ ገይረ ይንኣውጅ ግን እቲ ሰብ ግን ይድብሮ ምዃኑ ስለ ዝተረድኦም ባዕሉ ናጠፈ መፅኡ ማለት እዩ በእርግጥ እቲ ስራሕ ካለ ለጥፍእ ነገር ኢኻ ገይርካ ብዙሕ ኣነ ሃምዘ መጀመርያ ዝበልኸካ እሱ እዩ ብጣዕሚ ከቢድኒ ነበረና ቅድሚ ምላው ውጭ ምኻድካ ዓንቶ ስለ ስራሕ ካላላልካዮ ነገር እኒሆና እስኪ ዓብኻ ላይክ ምስ ዕርክነት ተተሓሒዙ ልነበረካ ኣብ ገዛ ምስ ፋሚሊ ልነበረካ መስተጋብራት ሃመይ ነይሩ እስኪ እሱ ውግዐኒ።
ሓቂ ንምንጋር ድማ ማለት ሰፊሕ ታሪክ ደኣ ኮነ ኣነ ማጮ ተወሊደ ዓብየ ዓፅመይ ኣብ ሌጠን ከርዕሉ እዚ ህዝቢ ከተማ ማጮ ላይ ፈልጦ ሓቂ ንምንጋር ተወሰኑ ዕርክተይ ቤተሰበይ ኣሕዋተይ ዝፈልጥዎ ታሪክ እዩ እና ኣነ ኣብ ልዓበኹሉ ግዜ ላይክ መንእሰይ ኮይነ ዓርሰይ ዝፈለጥኩሉ ግዜ ገና ዓጽመይ ለይጠንከረ ስራሕ ክጀምር ክሰብ'የ ክነግረካ። እቲ ቀደም ኢትዮ ሬንታል ሃውስ ወይ ደሞ ሱር ኮንስትራክሽን ኣብ ኣንደር ሱር ኮንስትራክሽን ኮይኑ ዝሰርሕ ካምፓኒ ነይሩ ኢትዮ ሬንታል ሃውስ ዝበሃል ከባቢ ቴስዓ ዓመተ ምህረት እየ ለካ ኣለኹ ቴስዓ ዓመተ ምህረት ክልተ ዓመት ሰሪሐ ጭፍራ ልበሃል ቦታ ጭፍራ ሚሌ ማለት እዩ እና እዚ ገና ቆልዑ ናሃለ ናይ ሓቂ ንምንጋር ገና ዓሰርተ ሸሞንተ ለይመለኒ ግዜ እዩ ነይሩ ሽዑ እንተ ለይተሳሒተ ማለት እዩ እና ካብቲ ገና ንእስነትይ ትወፅ ተለኹ ትምህርቲ ሽዑ ገና ሃያስኩል ግራጁት ኣይገበርኩ ከይደ ኣብ ወጸኢ ከይደ ብልትፋላሊ ዓይነ ስራሕቲ ይሰርሕ ነይረ ክልተ ዓመት ፕሮጀክት ኣብኡ ሰሪሐ እሱ ምስ ተጠናቀቀ ሕሞራ ከይደ ሕሞራ ካብ ዓዲ ገሹ ስካብ ሽራሮ ልበሃል ቦታ እዚ ህዝቢ ማጮሊ ይፈልጦ እዩ ቤተሰብ ኣሕዋት ብቻ ይፈልጦና ብልትፋላሊ ማሽነሪታት ሞያ ለሚደ ኡፍት በረኻ ማለት እዩ ገና ህፃን ቆልዐ ገና ዓፅመይ ለይጠንከረስ ኤክስካቫተር ግሬደር ገለ የንቀሳቅስ ነይረ ሽዑ ማለት እዩ So ሕሞራ ከይደት ሚል ካብ ኮምቦልሻ ዝጭፍራ መስመር ምስ ወዳእና ልሕሞራ ተቐይረ። ሕሞራ ውን ተመሳሳሊ ክልተ ዓመት ክልተ ዓመት ሰሪሐ ኣብኡ ብመሽነሪ እየ ተመድየ ኣጋጣሚ ኤክስካቫተር ኤክስካቬሽን ይሰርሕ እዚ ቁፋሮ ገለ ማለት እዩ ብኡ ተመድየ ይሰርሕ ነይረ ማለት እዩ። ዝብለካ ትምህርቲ ባዕሉ ሲ ሻምናይ ናብ ታሽዓይ ሓሊፈ እየ ኣቋሪፀ ከይደ እቲ መጀመርያ ድሕሪ እዚ ክንደይ ግዜ ናሰራሕኩ ፀኒሐ ቴስዓይ ጠቅላላ ከባቢ ሓሙሽተ ሽዱሽተ ዓመት ሰሪሐ ምስ ሱር ማለት እዩ ካብኡ ተመሊሰ እየ ትምህርቲ ቀፂለ። ምክንያቱ ሞያ ኣለኒ፣ መዘወሪ ፍቃድ ኣውፂኤ ኣለኩ፣ ብዝተፈላለየ ዓይነት ስራሕቲ ልምዲ ፅቡቅ ኤክስፕራንስ እንትን ገይረ ኣለኩ ካብ ሱር። እዚ ክብለካ ግን ገና ቆልዓ ናሃለኩ ኣብ ትሕቲ ዕድመ እየ ወፂኤ እና እዚ ልኣነ ጠንካራ ሰብ ኮይኑ ክወፅእ ገይሩኒ እዩ። ማንም ሰብ ይፈልጦ እዩ። ናተይ ጥንካሬ ካበይ መፂኡ ልብል ሰብ እቶም ምሳይ ልነበሩ ምሳይ ዝሰርሑ ናተይ ቤተሰብ ብቻ እዮም ክፈልጡ ልክእሉ እምበይ እቲ ካሊእ ብዙሕ እዚ ታሪከይ እዚ ልፈልጥዎ መብዛሕቱ ሰብ የለይ እና ድሕሩ ግን እንታይ ኮይኑ መስለካ ብጣዕሚ ገርመካ ንነዊሕ ግዜ ውሽጠይ ልርብሸን ነገር ነይሩ ሓደ እቲ ናይ ትምህርቲ ኩነታት ኣብለይ ከም ቦታ ጠጠው ቢለ እየ ወፂኤ ክት ገና ትሕቲ ዕድመ ስለ ነበርኩ ማለት እዩ ካብኡ ግን ከባቢ ሓሙሽተ ዓመት ምስ ምሰራሕኩ ፅቡቕ በቒዐ ኣለኹ ብልተፈላለየ መሽነሪ ፅቡቕ ድራይቭ ላይንሰስ እውን ሒዘ ነይረ ሽዑ ክልተ ሰለስተ ዝኾኑ ካብኡ ቀጥታ ላብዘይ መጼ ማጮ መጼ ማለት እዩ ማጮ መጼ ትምህርተይ ክቅጽል ሃም ለለኒ ወሲነ ማለት እዩ ካብ ስራሕ ኣቋሪጸ ኢለካ ኣለኩ እዚ ድሕሪ ሽዱሽተ ሸውዓተ ዓመት እየ ኣቋሪጸ ትምህርቲ መሊሰ ኣትየ ማለት እዩ ተመልሰ ኣትየ ታሽዓይ ዓሽራይ ወዲና ኣጋጣሚ ፖይንት ስሪ ኣምጽያ እቲ ፖይንት ፎር ነይሩ ኣጋጣሚ ፕሪ መእተይ ጽቡቕ ክደፍኣ ይኸኣልኩ ካብኡ ኣጋጣሚ ኮይኑ ቴክኒክ ሽዑ ነበረ ፈተና ተፈቲነ ሓሊፈ ተኸታታሊ ሰለስተ ዓመት ፈረቓ ያኡ ብኣውቶሞቲቭ ቴክኖሎጂ ግራጁት ገይረ ማለት እዩ። እዚ እናሰራሕኹ ግን ፓርት ታይም እንትን ኤክስቴንሽን ይመሃር ነይረ ቴክኒክ ፓርት ታይም ግን መንጃ ፍቃድ የሰልጥን ነይረ እየ ሽዑ። ባጃጅ፣ ሞተር ሳይክል፣ ህዝቢ ሓደ፣ ታክሲ ሓደ፣ እዘን ሚኒባስ ማለት እዩ። እዚኦም ትሬኒንግ ይህብ ነይረ ማለት እዩ።